እታ ታሪክ ነበረት ሓደ ወዲ ሰራሕተኛ ኢሉ ብቲ ከተማ የእትዋሞ ሰራሕተኛ ኢሉ ምስ እትዋ ገና ዕሸል ከላ ጉንድን ቆፅሊ ዘውደቑላ ኣፀሚኻ ትንስካ ብድሕሪ ፅበቂ ኣፅይቕካ ካዳሚ ሰብ ከምዚ ናተይ ከጋጥሞ ኣይደልን እየ ኣነ ክሕግዞ እየ ንምእንቲ ከይጋጥሞ ከምኡ ከይጋጥሞ ኣነ ክሕግዞ እየ ነብሲ ወከፍ ስነ ጥበባዊ ኤርትራዊ ሓግዘን ድሕርኒ ብልቢ ክሕግዞ እየ
ሰላም ኣብ ቀረባን ርሑቕን እትርከቡ ክቡራት ተኸታተልቲ ማራ ኢንተርተይንመንት ቻነል ብመጀመርያ ኣብ ዘዘለኹሞ ሰላምን ጥዕናን ብልጽግናን ንምነየልኩም ብምቕጻል ከኣ ከም ወትሩ ኣብ መደባትና ተሳተፍቲ ብምዃንኩም ክነመስግነኩም ንፈቱ ንሎሚ እምበኣር ሓደ ህቡብ ስነጥበበኛ ኣብዚ ቀሪብናልኩም ኣለና ድምጻዊ በራኺ ገብረመድህን ወዲ ሽሓይ ዝብሃል ኣብ ባህልን ታሪኽን ሃገርና ዝነጥፍ እዩ ህቡብነት ኣጥርዩ ዘሎ ዜጋ እዩ ንዑኡ ብዝምልከት ዕላል ክህልወና እዩ ቀንዲ ዕድመ ዝገበርናሉ ምኽንያት ከኣ በታ መርዓት ምልሶት እትብል እስከ ቁሩብ ኣስምዓና እሞ ድሓር እታ ደርፊ ውን መዘኻኸሪ ክትኮነና። የቐንየለይ ሓይሎም በረቐ ማራ እንተርተመንት ብዝገበሩለይ ዕድመ ብዝገበርኩምለይ ብጣዕሚ ብጣዕሚ እየ ድመስግን ምክንያቱ ባህልን ታሪክን ኣብዚ ክገልፅ ብምምፀኤነ ዕድለኛ እየ በዚ ኣጋጣሚ ከዓ ነዛ ማራ እንተርተመንት ብልቢ ከመስግና ይደሊ ሕጂ ናብታ መራሕት ምሉሰት እየ ከዓ ትመስለኒ ኦኬ

ደርፊ'ያ ሕጂ እዛ ደርፊ እዚኣ ማለትሲ ካብ ምንታይ ተበጊስካ ኢኻ ደሪፍካያ? ሕጂ እንታይ እዩ ኣብ መርዓት ምልሶት ኣርእስታ ኩመለይ ወርቂ ሕዛባ ኩመለይ እያ ነይራ ኣርእስታ። ሃይለ ጨዶ፣ ሃይለ ወዲ ቀሺ፣ በዚ ኣጋጣሚ ኣባል ጉጅለና ኡርባኒስቲ ብልቢ እየ ደመስግኖ። ምስ ኣስማዕክዎ እዚኣ መርዓት ምሉሰት እዩ ኣርእስታ፣ መርዓት ምሉሰት በላ ኢሉ ነቲ ግጥሚ ሙሉ ምስ ሰምዖ በዚ ኣጋጣሚ ከመስግኖ ደሊ ሃይለ ጨዶ እዩ ኣጠሚቕዋ ስም ማለት እዩ እምበር ኣነስ ኩመለይ እየ ኢልያ ነይረ

እዚኣ መርዓት ምሉሰት እያ ክትከውን ዝግባኣ ኢሉ እታ ቃል ምስ ኣምልቆለይ ኣነ ከዓ ርዒመ እያ እታ ተንኪ ሙሉእ ብሙሉእ ተቐቢልካዮ ቀቢለ እያ በቃ ምክንያቱ ተሓቢኣትኒ ነይራ እታ ርእሲ ማዕደቲ እቲ ግጥሚ እንዳሰማዕኩ ግን ኣነ እንታይ ኮይነ ነይራ ኢዶ ንክርዳእኒ ይክእልኒ ስለዚ ሃይለ ጨዶ እዩ ክስታይ ገይርዋ ሕሳብ እዝጊ ከዓ ኣየ ሓወይ መፅኡ ኣዩ ሓወይ ከዓ ኢልካ ዘይትጅምራ ካብ ኩመለይ ወርቂ ሕዛ በልካ ጅምራ ኣዩ ሓወይ ኢልካ ዘይትጅምራ ኢልኒ ኣባል ስርሒት ኣርባዕተ እዩ ሕሳብ ዝጊ ዝበሃል እታ ቃል ኣዩ ሓወይ ትብል እውን ሕሳብ ዝጊ ክሳይ ገይርዋ ነታ ግጥሚ ዝስዑት እዚ ኩሉ ሰብ እዩ ክሳይ ገይርዋ ምስ የውድ ሱዳን ሰፊዩ ብኦርጋን ክስታይ ገይርዋ ዓሊ ሓምድ ከዓ ቤዝ ሙሌ ሳክስፎን እጂ ብዘይ ተጉራባነት ብቅንዕና እዮም ሃሪሞም ኣብ ዝኾነ ነገር ከይሓተቱኒ ሃሪሞም ምስ ኣበልዋ በዚ መለክዕ እዚ ከዓ እቲ ልክዕ ናይ መርዓት ሙሉሰሲ ክትሃርሞ ክኢላ ኩሉ ጎኑ ጎኑ ከዓ በዓል ወዲ ኢትዮጵያ ሰምዖ ዘሎ ግርማይ ወዲ ኢትዮጵያ ግርማይ ፋሲል ንሳቶም ከዓ በዓል መዓረባ ንባዕሉ ጎኒ ጎኒ ይከታተሉን ስለ ዝነበሩ እቲ በኩር ምምፃእ ካብ ሓይልታት ሽዑ ናይ ኩሉ ሰብ እያ ክስታይ ሒዛ ተሰኪማ ከይዳ ማለት እዩ ናይ ኩሉ ሓሳብ ይተማላልእዋ ኣነ ጥራሕ ኣይኮንኩን ክስታይ ገይረያ ንምባል ሕጂ ኣብቲ እሳን እዛ ድርፊ እዚኣ መበገሲኻ እንታይ እዩ ነይሩ ብኸመይ ኢኻ ተበጊስካ ከም መሪፅካ ሕጂ ኣብ ዓድናሲ ኣነ በዓለያ ተኽለይ ሓወይ ማለት እዩ ብዙሓት በዓል የማን ኣበበ ገለገለ ድበሃሉ በዓል በረኽታ ኣብ ቀሺ ኪዳነ ድበሃሉ ኣብ ዓድና እቲ ሓቀኛ ክስታይ ዝነበረሉ መርዓውቲ ይኸዱ ከምዚ ምፍላይ ኩዕሾ ዝፃወቱ ዝነበሩ ጥሪ ገለገለ መርዓት ምልሶታ ንሕና ከዓ ኩመል ኣብ ሩባ ውዒልና ኣብ ሩባ ከድና ካብ ከብቲ እንዳካበጣል ከም ዓሳት መፂና ኩመል ሒዝና ናብቲ ናመርዓውቲ ንኸይድ እሳተን ከዓ እተን መርዑ ከዓ ኣዝማልቶ ለኽያና ሕጂ መርዓት ምልሶት ወርሕን ክልተ ሰሙንን ወርሕን ሰለስተ ሰሙንን እያ ትሕፀን ወርሕን ሰሙንን ተሓፂና እንድሕር ከይዳ ቁሩብ ክስታይ ኮይኖም ኣለዉ እቶም ገዛ ማለት እዩ ባህድያ ባህድያ ክትብሎም ዘይከኣል እታ ሰብ ቁሩብ ድዮም ክስታይ ዳይ ዓጎብላ ኮይኖም ወይስ ስእነት ድዩ ዘለዎም ኮይኑ ብቲ ገዛ ገለገለ ክህሉ ይኽእል እዩ እቲ ሓቂ ግን ወርሕን ክልተ ሰሙን ወርሒ ሰሙን እያ ትሕፀን ክልተ ወርሒ እንድሕር ኮይኑ ከዓ እቲ መርዓውስ ድላዩ ናብ ድላዩ የማእዝና ኣሎ እቶም ስድራናቶም ናይታ ጓል እውን ቁሩብ ክስታይ ኣለዎም በቶም እንዳወዲ ማለት እዩ ስለዚ ኣብ ወርሒ ክልተ ሰሙን ኣብ ወርሒ ሰለስተ ሰሙን እያ ተሓፂና ትኸይድ ክሳብ ኣብ ኣሎብቲ ግጥሚ ናብ ፋሲካ ገዛ ኣትሰጋገር ከምዚ ሕጂ እቲ መርዓት ምልሰት ከኣ እቲ መርዓዊ እንታይ ድገብር ኣዝዩ ይጻቕ ድኾኑ ሕጽኖት ወዲኡ ክኸይድ ከሎ ክጻወሮ ይክእልን እዩ ምስ ከብቲ ምስ ንኣሽቱ ይሕዋቱ ምስ ስድርኡ ይድቋየቑ ምክንያቱ እታ መርዓቱ ብሰጋር በቕሊ ንገዛ ተመሊሳ ስለ ዘላ ሓዋ ሒዝዋ ከይዱ ስለ ዘሎ በቃ ዕግርግር ይገብር ኣብቲ ገዛ ዕጉብ ኣይኮነን ብእሳ ብምኻዳስ ዕጉብ ኣይኮነን ምስኡ ክትከርም ምሳይ ክረም እዩ ዝብላ ምስኡ ክትከርም እዩ ዝደሊ ሕጂ በዚ መለክዕ እዚ ክሳይ ካብቶም ናይ ቅድም ነበሩ ኣያታትና ዝገብርዎ ሕፁነት ወይ ከዓ እቲ ዝረኣየና ነበረ ኬድና ምፅልፃን ዝበሃል ኣሎ ኬድካ ትፀናፀን ብዙሕ እዩ ኣዳራራስ ፃወት ሸደድ ለ ሕጂ ምስ ኮሚሳት መርዓት መለሶት ኣዝዩ ኣዝዩ ዝገደፍካ ገዲፍካ ዋላ መኻርያ ዝብኢ ብላዕን ጥሪትካ ኣብቲ እንዳ መርዓውቲ ከም መዓልቲ ትውዕል ክንደይ ኣጣልየን ዝብ እኮ ኣብ ጥሪ እዩ ክሳይ ካስባን ንኸይድ ምክንያቱ ፈነግነግ ከብለን ድሓድር ተረዲኻን ሕጂ ኣብ በዚ መለክዕ እዚ መርዓት ምልሰት ክትስራሕ ክኢላ ኣብቲ ናይ ደርፍታተይ ከዓ በኹር ብምዃና ንኩለን ከም መርከብ ተሰኪማትለይ ትኸይድ ዘላ ደርፊ ብልቢ ዝፈትዋ ደርፊ እያ ጽቡቅ ስለዚ ብዛዕባ ባህሊ ዕሙቅ ድበለየ ኣፍልጦ እዩ ደለካ
ኖ ሕጂ እንታይ እዩ ነናቱ ፍልጠት ኣለዎ ሰብ ተማላልዩ እዩ ዝነብር ኣነ ዝፈልጦ ካልእ ዝፈልጦ ኩላና ኣነ ሓደ ኣብ ኤርትራውያን ከ እንታይ ኣለነት ዝዓበየ ስነ ጥበባን እንድሕር ሓንቲ ደርፊ ኣለያ ኣብ ከምዚ ከምዚ ድትገብራ ምበሃሃል ኣሎ ከምዚ ንዑ ክትጎድእ ክትሕስዶ ምድላይ ወይ ክሳይ ምግባር ገለገለ እዚ ናይ ኤርትራውያን ስነ ጥበባውያን ኣይኮነን እንታይ ደኣ ተማላሊኻ ሕጂ እቲ ዝፈልጦ ኣነስ ዋላ ይፍለጣ እዚኣ ሰሪሐ ካብ ባሕሪ ብጨልፋ ንእሽተይ ወሲደ ኣብ መርዓት መልሶ ክንደይ ኣሎ ዳኒ መርዓት መልሶ ዓርኩ ሳልስቲ ትኸይድ ዓርኩ ሕልፈት ምስ መጻኻ እንደገና መርዓ ኣብ ዘበልካ መርዓት ሽናይ ብለ መርዓት ክሒዝካ ንገዛ ይብል ትኸይድ ዓርኩ ሳልስቲ ትኸይድ ድሕሪ ዓት ሳልስቲ ከመሽካ እጂ መዓት ክሳይ እዩ ደለዎ እጂ ኣነ ኣይኮንኩን ናይ ኩሉ ሰብ እዩ። ሕጂ ኣብኡ እንታይ ከተረድኣኒ ደሊ ንኣብነት ጓል ብጓል ኣንተ ጸኒሓሲ ክስታይ ትኸውን ትምለስ እያ ገለ ዝበሃል ኣሎሞ እስኪ ቁሩብ ኣብኣ ንእሽተይ ኣብርሃ በለለይሞ ናብቲ ዝቅጽል ሕቶታትና ክንከይድ። እወ ህጂ እንታይ እዩ ጥራሕ እንድሕር ጸኒሓ ወጮ ከዲንካ ትመልሳ ገለገለ እዚ እኮ ኣዝዩ ክሳይ ዝደሓረ ነገር እዩ ድሕሪት ናይ ቅድም እዩ ማለት ዋላ እቲ ባህሊ ከምኡ ደኣ ይፅናሕ እምበር ንዝያዳ ምርግጋፅ እንድዩ ኣብ ዘመነ ሰጉም ዘመነ ተዓዘር ዘመን ስጉም ስጉም ሲ እንድዐ ከምኡ ክኸውን ኣይክእልን እዩ ብሰዓዚ ግን ከምኡ ነይሩ እጂ ወጮ ንመን ናይ ስዚኖ እንታይ

ድሓር በረኻ ምስ ከደት ኣብ ከተማ ባቃ ዝዳ ሞክሳይ እንዲ ኮይኑ ገለ ኢላ ንከተማ ምስ ከደት ገለ ገለ ንግደት ንዓዳ ትምለስ ርኢ ምስ በላ ጓሳ ጸኒሕዋ እሳ ከኣ ሕልፍን ትርፍን ተቋናጅያ ዝያዳ ሰባ ጸቢቃ ገለ ማለት ጽባቂያ እዩ ጸይቅዋ ክሳይ ኮይኑ እሳ ግን ንከተማ ከይዳ ድሓር ሰራሕተኛ ኢሉ እዩ ደእትዋ እታ ታሪክ ነበረት ሓደ ወዲ ሰራሕተኛ ኢሉ ብቲ ከተማ የእትዋ እሞ ሰራሕተኛ ኢሉ ምስ እትዋ እዚኣ ዶ ክስታይ ትኸውን ናይ ገዛና ጊላ ትኸውን ገለ ኢሉ ከዓ ይምርዓዋ ምሳ መርዓው ንግደት ንዓዳ ሒዛ ምስ ከደት ሰብኣያ ከብቲ ኮብኪቡ ክኣቱ እሳ መኪና ገራ ምስ ሰብኣያ ክትኣቱ እዮም ዝራኸቡ እታ ናተይ ዝነበረት ማለት እዩ ኣዝዩ ክስታይ ዝነበረ እያ እታ መርዓት ምንሰሲ ከምዚ ጥርሓ ምፅናሓ ግቡእ ክስታያ ደይ ምፅናሕ ዝኣመተ ብናይ ቀደም ዝነበረ ኣካያይዳ ወይ ከዓ ናይ ሕብረተሰብ ሕጊ ንኹ ምትእንፍት እያ ነይራ እታ ስራሕ ሕጂ እዚኣ እያ ንራ ምስ ተመርዓወት ጥራሕ ምፀንሐት ብኣድጊ እዮም ድመልስዋ ኣዝዩ ዕንወት እዩ ነይሩ ከምኡ ዓይነት ክስታያሲ ኣነ ብሰዓዚ መሰረቱ ቅቡል ዘይኮነ እዩ ብዙሕ ከኣ ለውጥታት ተገይሩ እዩ ኣብቲ ሕጊ እንዳባ ብዙሕ ለውጥታት ተገይሩ ምክንያት መርዓ ብምንታይ ይስራሕ ነይሩ ረእዮ እንዶ ብዳስ ብቆፅሊ ገለመለ ኣግራብ ናይ ሽሓ ክሊዓዊ ይኹን ፀሊሞ ይኹን ዝገለገለ ብምሉኡ እኮ ብመርዓ እዩ በሪሱ ሕጂ ትሪኦ ቀላጥ ጎልጎል ኮይኑ ጻጽ ክኸይድ ከሎ ከማን ትሪኦ ግደፍ ኣዛብእን ዓጋዜንን ጎዮም ብኡ ደይራ ኣይነበሩሲ ሕጂ ጻልጣ ክስታይ ኮይኑ ምክንያቱ ዳቦይ ክስቶ ዳቦይ ሓይሎም ድባሉሲ ከምዚኣ ካብ ይብሉና ክንዲዚ ግራብ ክነምፅእ ክንዲዚ ፀፍፂፍና ነምፅና ክንዲዚ ክሊዓው ክነምፅና እንዳተባሃለ ብዙሕ ጉድለታት ነይሩ ሽዑ ዘሎ ሰራውን ገለመለን ሕጂ ዕንወት ነይሩ ብቲ ሰዓቲ በዚ መለክዕ እዚ መፃኒና ስፍሕ ዝበለ ክገልፀልያ ሓሳብ ሕጂ መርዓ ትምልሶት ግን ቅድሚ ናብ ቪድዮ ክሊፕ ምስራሓ እቲ መጀመርያ ልክዕ ከመይ እያ ነይራ እስከ ቁሩብ ኣስፍሕ ኣቢልካ ከተዘንትወለይ ደልየ መርዓት ምልሶት ሓላዊ ረኹት ቀዳዊተይ ገለ ምስ ተሰርሓሲ ኣነ ብሰንኪ ኣብቲ ካብ ሓልታት ምስ መጻኹ ግርማይ ፋሲል ወዲ ኢትዮጵያ መዊልኒ በዚ ኣጋጣሚ እሱ እዩ ክሳይ ጌርና ኣብዚ ደረጃ እዚ ብፅሕ ናይ መጀመርያ ካብ ሕልታት ምዝፅኡ እስኻ ክሳይኻ ክንምውለካ ገሌሉ ሰለስተ ደርፊ ዝመውል ማለት እዩ በዓል ወግዕ መዛኑ ንሕት ዓንዳ ገለገለ ዝበሃላ ኣለዋ እዛ ደርፍታ ሰለስተ ደርፊ በእን እዩ ኣበጊስኒ ማለት እዩ ሕጂ መርዓት ምርሶት ሓላው መረኹን ቀዳዊተን ከዓ ሻዓ እየን ተሰሪሐን መርዓት ምልሶት ኢሳቕ ሜጋሚክስ ክገዝኣ ገለ ተሰማሚዕና ክትሽየጥ ናብ መን ክትሽየጥ ከኣ ናብ ኣማንኤል ሑብ እዚ ናይ ዘዋዶ ኣማንኤል ጎይትኦም ብጣዕሚ ንፉዕ ድምፃዊ ናብኡ ክትሸየጥ ብሰንኪ እንታይ እዩ ከዓ ብሰንኪ ስእነት ክሳይ ዘይምህላው ናተይ ገለ ገለ ክሸየጥ ዋጋ ዕዳጋ ኣቲና ኣላ ገለ ደሓር ኣነ ይተበልኩ እቲ ገንዘብ ውሒዱ ሪያሊቲ እቲ ገንዘብ ክገልጾ ስታይ ካል ተኮይኑ ከባቢ 2500 2000 ክትሸጥ ግጥማን ዜማኣን ገለመለ ተወዲኡ ኣነ ክሸጣ ሽዑ ነብሲ ምግባር ኣብኒ ማለት እዩ ሞሳ ይገበራል እንተፀሚመ ኢለ ነቶም ጉጅለና ሓጊዞምና ኣባላት ጉጅለ ሓሬና እቶም ዓንተቦ ዝገለፅዎም ሓጊዞምኒ ማለት እዩ ተሰሪሓ ሜጋሚክስ ዘይ መልሹ ከኣ ፓውሎ ከኣ መልሹ ክምውላ ክሰርሓ ክሳይ ኮይኑ ክሰርሓ ምስ በለ ሕራይ ተባሂልና ተሰማሚዕና ኣብ በረኻ ኣብዚ ሜዳ ኤርትራ ምስ በጻሕና ንስእል ክንወፍር እቲ ኣካይዳ እቲ ስእሊ እቲ ንኸዶ ነበርና ክሳይ ናይ ፓውሎ ውሒድኒ ንዓይ

ገዲፍ እያ ብከምዚኣ መርዓት ምልሶት ባዕለይ ግን ዝኾነ ምስ መሪሕ ብርሃነ ዓርከይ ኣሎ ተራዳዲእና ምስኡ ከምዚ ከምዚ በቃ ንስራሕ እንዲያ ኢሉ ብምሉእ ወፃኢ ተታውፂኡ እዚ ልክዕ ልክዓ ሃሪማ ማለት እዩ። እሞ ሕጂ
ኣብዛ ደርፊ እዚኣ ናብ እቲ በጺሓቶ ዘላ ቪድዮ ክሊፕ ተወሃሂዳ ንኽትቀርብ ብናትካ ዲኻ ባዕልኻ ዲኻ ሰሪሕካያ ዋላ መዋሊ ኔርዋ ከመይ? እኖ ባዕለይ ሰሪሐያ ምስ መሪሕ ብርሃነ ሰለስቲኤን መርዓት ትምልሶት ቀዳዊተይ ሓላዊ ምርኹ ሰለስቲኤን ባዕልና ኢና ሰሪሕና ወጻኢታ መርዓታት ትሰርሕ ስለ ዝነበርኩ ሽዑ መሪሕ ብርሃነ መዓት ክሳይ ወጻኢታት ኣውጽኡ ባዕሉ ሰሪሕዎ ኢላ እውን ኣነ መርዓታት ገለ ሒዝለይ ስለ ዝነበረ ሽዑ መርዓታት ምስ ሰራሕኩ ገለ እውን ዝኾነ ክስታይ ንዓይ ኣይሓትተንን ወጻኢታት ኣይሓትተንን ወጻኢታት እልም ዘይብሉ ወጻኢታት ባዕሉ ይውጽኡ ናይ ሰለስተ ደርፊ በዚ ኣጋጣሚ እውን ኣመስግኖ መሪሕ ሓወይ ንዓይ ሕጂ ብከምዚ እያ ተሰሪሓ መርዓት ምልሶት ኣብዚ ዓዲ ጎብረይ ድዩ ዓዲ ገብረይ ድጋ ዓዲ ገብራይ ድበሃል ዓዲ ኣለዉ ስድራ ናይ መርዓት ምልሶት ኣብኡ ዘላ ሰበይቲ እታ ደርሆ ትሓርድ ዘላ ኣደይ ኮይና ንዓይ ክሳይ ትገብር ምስ ደቃ ሸደድ ቀላሚጦስ ጸሪብና ገለ ክንሰርሖ ብቲንታ ገርና ድሸለምናዮ ኣብቲ ገዛ ያታዊ ገዛ እዩ እቲ ገዛ እቶም ስድራ ከመስግኖም ደሊ እቲ ሸደድ ኣብኡ ጸኒሑ፣ እቲ ገበጥ ኣብኡ ጸኒሑ፣ ኣብኡ ዘለዉ መንእሰያት ብምሉኦም ኣባላት ኤረና ድዮም ገለ ዝበሃሉ ከኣ ናይ ናይ ደዓር ጳውሎስ ዝብል ናይ ዓዲ ጓዕዳድ ኣባላት ዓዲ ጓዕዳድ ከኣ እቶም ቤት ናይ ቤት ትምህርቲ ድምጻውያን ከኣ ብምሉኦም ኣድሎ ሳዕሳዕትን እቶም ንብጻ በዓል ኣቤል ትቦ ዘለዎም እሶም ከኣ ሓጊዞምና መሊሶም ዓድና ሒዘዮም ከይደ ንዓዲ ሒዘን ከደ ኣብኡ ሰሪሕናያ መፅን ሕጂ ላዕልን ታሕትን ስኢልናላ ኢና መርዓት ሙሉ ሰብ ድሓር ኣብ ሰለስተ ቦታ ሰሪሕ ኣብ በዓል ዓዲ ጎብረይ ክንመፅ ከለና እንደገና ገለ ስእሊ እንዳቀናጠብና ስኢልና ብከምዚ እያ ተሰሪሓ መርዓት ሙሉ ሰብ ሕጂስ ሃልኪ ነይርዋ እዩ ክብለካ ይኽእል
ሕጂ ከመይ ዓጊብካ ኣሎ ዶ ኣብቲ ክሊፕ ኖኖ ኣይኮነን ጎደሎ ኣለዋ ምክንያቱ ኣብ ሳዕዚ ክትስራሕ ነይርዋ ኣብዚ ሰዓት እዚ እንተዝስራሕ መርዓት ምልሶት ካልእ ምኾነት ምክንያቱ ኣሎ ዝጎደላ ጣነ ንባዕለይ ቲንታን ገልመለን ገርአ ተለፋፊጠ ክሳይ ከይደ እተን ካሜራ ዘመደይ እዩ እስኻ ጠፊእካ ኣለኻ ንዓ ክትብል ኣለካ ገለገለ ኢሉ እዩ ሰግር ልጀምር እታ ካሜራ ኣዝዩ ብቕዓት ስለ ዘለዎ የማነ መስፍን ኣብ ጆርጅዋል ናይ መን ብዞም ቃኞ ዘለዉ እሱ እዩ ስኢልዋ ኤዲት ገሩ ካሜራን ኤዲትን እሱ እዩ ሕጂ ብቕዓት ስለ ዘሎ ተሰንበር ተን ካሜራ ናይ መርዓይ ኖርማል ክሳየን ሕጂ ብሰዓ እዚ ክትሪኦ ከለካ ካሜራ ቤት ወንጭፍ ኣሎ ሕጂ ምስ ከምኡታሲ ጉድለት ኣለዋ ዋላ ብቲ ደሎ ኣክሽናት እውን ጌጋ ኣለዎ እዚ ምሉእ ኣይኮነን። ሕጂ
እንታይ ይረኣየኒ ግን በራኺ ኣብ ናይ ማዕረ ማዕረ እቲ ናይ ሃገራዊ ትብሎ ደርፍታት ጦሲ ወይ ኣብኡ ዓይነት ነጢፍካ ትስርሓሉ ኣብዚ ባህላዊ ነገራት ከኣ ስለምንታይ ኢኻ ተተኩር ካበይ ይብገስ ከ?
ሕጂ እንታይ ድዩ ንዝኾነ ነገር ካልኣይ ግዜ ንብሎ ክሳይ ዋና ኣለዎ ባህላዊ ኣነ ዋንኡ ኣይኮንኩን ድብሎ ኣለኹ ኣነ ኣብኡ ምስ ፈተንኩት ደርፍታት ጽቡቅ ኣለኻ ኢሉኒ ኩሉ ህዝቢ ማለት ደተባብዐኒ ሰብ በዚሑ ድሓር ኣብቲ ባህሊ ክሳይ ኮይኑ ቧ ምጽቡቅ ኣለኹ ማለት እዩ ገለ ኢለ ኣይጓናደፍኩዎን ስቅ ኢለ ቀጺለ ቀጺለ ድሓር ኣነ እውን ገለ ብልጭታ ርእየሉ ማለት እዩ ኣብቲ ናይ ሃገር ከኣ ከምኡ ምክንያቱ እንታይ እዩ ድሓር ዝምታ በዚሑ ታሪኻዊ ገድላዊ ህይወት ናይ ኤርትራ ናይ ህዝባዊ ግንባር ክዝመት ትሪኦ ትባህሊ ክዝመት ትሪኦ ሕልና ኣነ ቶታሊ ደቂሰ ይፈልጥ ናይ ኣነ ብሰዓዚ ሕጂ ኢና ኣዕሪፍና ድሓር ኩሉ ኣብ ባህልን ታሪኽን ከኣ ኣተኪሩ እቲ መንእሰይ ከኣ ብጣዕሚ በሊሕ መንእሰይ ብሱል መንእሰይ ወኒና ምክንያቱ ኣብኡ ይነጥፍ ኣሎ ጅኩም እዩ ከምዚ መላገጫ ክንከውን ኣይደለኹን ኣነ ምዝምታ በዚሑ ዝኾነት ደርፊ ናብ በዚ ጎኒ ጎንና ዘለዋ ሃገራት እንድሕር ሪኻዮ ስታይ እዩ ፍርቁቲ ዜማ ስናህና እዩ ኣብ ሓንቲ ደርፊ እየ ድብለካ ኣለኹ ኣብ ሓንቲ ደርፊ ድሕር ኣለ ዘማ ግድም ዜማ ናይ ኤርትራ ኣለዎ ናይ ኤርትራውያን ደረፍቲ ብሎ ወገለ ክስታይ ክትገብር ትኽእል ኢኻ ግን ሪኦ ብሪኦ ኮይኑ ብተንሽን ኮይኑ ትስርቂ ሕጂ ኣነ ተሕልና ይቀበሎ ኣይከኣልን ንኩምታት ክዕቅብ እየ ተብለ ሳላ ኩሉ ህዝቢ ኤርትራ ከዓ ኩላና ተሓባቢርና ንሰርሓሉ ኣለና ማለት እዩ ብጣዕሚ ጽቡቅ በራኺ ገብረመድህን ወዲ ሽሓብ ብጣዕሚ ኣገላልጻኻ ፈትየ ሚተ ደስ ኢልኒ ኣሎ ኩቡራት ተኻታተልትና መደባትና ከምዚ ትካታተልዎ ዘለኹም ኣብዛ መልዓት ምልሶት እትብል ኣተኪርና ኢና ንኸይድ ዘለና ምኽንያቱ ሓደ ባህላዊ ነገራት ጠሚራ እትኸይድ ደርፊ ብምዃና ኣገዳሲ መልእኽትታት ክትህብ ስለ እትኽእል ብኸምኡ ኢና ከኣ ሰብ እውን ተገዳስነት ኣጥሪላ ከም ዘሎ ግንዛብ ኣለና ብኸምኡ ኢና ኣተኩሮ ጌርናላ ሕጂ ብሓፈሽኡ ግን ገምጋም ናትካ እዛ ደርፊ መርዓት ምንሶት ምስ ተሰርሐት ናብ ህዝቢ ምስ ተዘርግሐት ኣብ ውሽጢ ሃገርን ኣብ ወጻእን ኣብ ዩቲብ ከመይ ዓይነት ተቐባልነት ረኺባ ትብል እስኻ ናትካ ገምጋም ከመይ ረኺብካዮ? እጂ ጽቡቅ ክሳይ ከይዳ። ካብቶም ኣብ ዩቲብ ገለ ገለ እንታይ እዩ ዩቲብ ኣይፍለጥን ነይሩ ኣነ ዩቲብ ዶ ትሰቕሎ ገለ ኢልና ሓደ ዓርኪ ኣብ ዩቲብ ምስ ሰቕልኩ እንታይ ኮይኑ ገንዘብ ሒዝ መፀት ደርፊ ማለት ንምንታይ ኢና ንደርፎ ነርና ባህላዊ ሰሪሕካ ስእልካ ተብሎ ወይ ከዓ ስታይ ናብ ካሴት እዩ ነይሩ በዓል መርዓት ምልሰት ክስቀላ ክላስ ኣብ ካሴት ሙሉእ ኣቢልካ ይድሽየጥ ነይሩ ኣብ ዩቲብ ደስ ዝሰቕሎ ኢልኒ ሓደ ዓርከይ ሓበን ጎንዳብ ድበሃል እዩ ኦርጋኒስት እዩ ንሽተይ ካብ ክሳ ክትሪኦ ከለካ መንፅር ክትሪኦ ከለካ ሓበን ጎንዳብ ኣብ ዩቲብ ገለ ከምዚ ደኣ መሰለስ ደይትሰቕሎ ኢንተርነት ኣነ ኣትየሲ ደርፍኻ እታ ከምዚ ደኣ መሰለ ደርፍስ ኣውሪኤ የረ ገለ ገለ ኢሉኒ ብኣውድዮ ሸ ክሊፕ ሰሪዕና መርዓት ምርሰት ምስ ሰእተናያ ፅቡቕ ከይዳ ኣታ ክንድዚ ሚሊዮን በፂሓ እንታይ ሚሊዮን ክንድዚ እንታ ክንድዚ ሚሊዮን ደኣ እንታይ እንታ መሸማዕ ድና ሒዝና ክንከይድ ክንድዚ ሚሊዮን ደኣ ሓቂ ድዩ ዝበሃል ዘሎ እንታይ እንታ ክንደይ ሚልዮን ክንዚ ሚልዮን እሞኸ ሓሙሳ ሳንቲም እያ ትርአ ሓደ ሰብ ክፍተ ብሎስ ሓምሳ ሳንቲም እሞኸ ዳ እልሚ የብልን ትገንዘቡ ለዮ ምንታይ ዳ መሸማዕ ዶ ክንማልኣ ኸ ሓደጋ እዩ ወዲቕና ብሓቂ ጽቡቕ ኣብ ዓሚቕ ክስታይ ኢትኻን ጸኒሕኻ ትንታነ ብውሽጠይ እንዳነገርካንስ ብዙሕ ነገራት ይመጻጸኒ ሕጂ ብሓፈሽኡ እዛ ደርፊ እዚኣ መርዓት መልሶት ዳይረክተር መን ኔሩ ንዓ ዳይረክት ዝገበረልካ ዝተሓጋገዙኻ ሰባት ከ መን እዮም ብንጹር ምናልባት ዓንተወይ ጀሚርካ ኣላ ኔርካ እሞ እስከ ዳይረክተር መን እዩ ኣብኡ ዝተሓጋገዙኻ ሰባት ከ ሕጂ ድሕር እታ ደርፊ እንዳ ኣነ ብቅድሚት እንዳሳዕሳዕኩ ከለኹስ ኣነ እየ ዳይረክተር ክብለካ ኣይክእልን'የ ከመይ ደ እዚ ደይከውን ይኹን ኣይኹን እቲ ንዓይ ዝስእለኒ ዘሎ ሰብ ወይ እቲ ንዓይ ዝሰርሓኒ ዘሎ ሰብ ይሰርሓኒ እዩ ዘሎ እሱ እዩ ዳይሬክተር ንዓይ ዋላ እቲ ወረቐት ፅሒፈ እዚ ከም ዝኸውን ኣሎ ገለገለ ዋላ ተብልጎ እሱ እዩ ዳይሬክተር ንዓይ ድኾን ነገር ንዓ ከምዚ ተመለስ እንዶ ኣንታ ዝክእስታይ ወፂእካ ኣሎ ከምዚ ግበር ኣንታ ጥርንፉ እባ እንዳበለን እንድሕር ሕለቱ እንዳመለቐሲ ከመይ ገለ ኣነ ዝብሎ ዳይረክተር ክብሎ ይክእል ንሕጂ የማነ መስፍን እዩ ዳይረክተር ነይሩ እሲ በዓሉ ዳይረክተር ገይርዋ ዋላ ኣነ ከምዚ ግበራ እዚ ከምዚ ከምዚ ዶ ይሓይሽ ንለተላዘብኮ ዋላ ፀሒፈ ያቦም እሲ እዩ እቲ ዳይረክተር ካልኦት ዝተሓጋጎሳ መ- መን ነይሮም
ኩሎም ዋላ በዓል መሪሕ ኣቐዲሞም ምሳይ ይላዘቡ ነይሮም እዚኣስ እሞ ኣንታ እዚ ደርፊ ከምዚ ከምዚ ግበር እዚኣስ ከምዚኣ ክትከውን ኣለዋ ምክንያቱ ከይተባላሽዋ ገለ ይበሃል ነይሩ ነታ ደርፊ ንኺትባላሸስ ብብዙሕ መለክዒታት ወይ ብዙሓት ፈተውቲ ክስታ ይገብርዋ ነይሮም ይከታተልዋ ነይሮም በዓል ቴድሮስ ዘርኡ በዓል መሪሕ ብርሃነ ክከታተልዋ ስለ ዝነበሩ ክስታይ ኮይና ፀቢቓ ከማን ምክንያቱ እቲ መልእኽቲ እቲ መሳጅ ሓሊፉ እዩ ኣብቲ ኳሊቲ ኢና ንሕና ዘይተረዳዳእና እምበር ኣብቲ ናተይ ዝገብሮ ነበርኩ ኣክሽን ከኣ ጽባቀ ኣይነበሮን ህቱት ዝበለ ውሕጂ ናብኣ እንድያስ ሳንገታ ምክንያቱ ኣቀዲምና ውን ተንኪፍናያ ኔርና እንዲና ኣዕጊባትካ ዶ ኢለካሲ ኔሩ ገለ ገለ ነገራት ኢልካ ዘይዕገበካ ጠቂስካለይ ኔርካ ልክዕ እስከ እተን ዘይዕገባካ እንታይ ሕጂ እታ ካ ሓደ እታ ካሜራ ብቕዕቲ ኣይኮነትን እቲ ቲንታ ዝገብሮ ነበርኩ ኣነ ክሳብ ኣይኮነን ዕርፍቲ ይነበሮን ካብ እታ ካብ ኣስመራ ብእግርኻ ናብቲ ዓዲ ገውሪድ ገለ ዝበሃልዋ መኪና ኮላ ኣነ እዚ መንግስቲ እንተንጻባጸብ ነርና ናይ ክልተ ዓመት ይውደኒ በብክልተ ቅርሺ ካብ ዕስራ ከፊለ ይፈልጥን መመሊቑ ከኣ እቲ ገንዘብ ኣይነበረናን ካብ ሓይልታት እየ መጺኣ ንብለካ ኣለኹ ሕጂ ጸገም እዩ ተረኺቡ ብሰዓቲ ከመይ ጌርካ ካብ ኣስመራ ንድዓ ናብኡ ብእግርኻ ከድካ ሕለትካ እናመለቑካ ከድካ ትስኣል ድሓር ብጣዕሚ እዩ ክሳይ ነርዎ ምክንያቱ እቲ ባህሊ እቲ ታሪክ ከነንፀባርቅ ዕላማና ስለ ዝነበረ ግን በዚ መለክዕ እዚ ክሳይ ነርዎ ሕጂ ጉድለት ነይርዎ እዩ ዋላ እቲ ትገብሮ ትሕልፎ ኣብ ነብሰይ ዝረአ ነበር ክሳይሲ ሓደ ይድንጎካ ትበኣስ በዚ እንዳተቋየቑካ በዚ ልዕለኒ ክትብሎ ገለ ድሓር ተማብኣ ዝነበሩ ከዓ ኩሎም ንኣሽቱ እዮም እቶም ክሳይ ኣዝዮም ከማን ሓገዝ እዮም ነሮም ሓል ኣቤል ትቦ በዓል ኣርሴማ ገለ ሽኮሪናታት ነይሮም ቆልዑ ተማሃሮ ንሳቶም እዮም ሓጊዞምኒ ብጣዕሚ ንፉዓት ንስማቶም ገለ ገለ እጂ ተፈላለና ኮይና ክስታይ ኮይና እምበር እቶም ኣብኣ ዘለዉ እቶም ኣብኣ ዝተዋስኡ ብጣዕሚ ፈትየዮም ብጣዕሚ ደስ ኢሉ ምስ ስድራ ሽሓ ከይዶም ተላልዮም ኩመል ከይጸድፉኒ ብቲ ኩመል ዶ ብቲ ዳዕሮ ከይጸድፉኒ ብመዓልቲ ክጓየዮም እየ ዝውዕል ነይረ ማለት ዓዲ ሒዘዮም ከይደ እቶም ስድርኦም ኣፍቂዶምለይ ስድራ ቤት ኮይና ከማን ምስ ዓል ኣብየል ትቦ ብጣዕሚ ደስ ዘብል ክስታይ ኮይና ካብ ዳዕሮ ጳውሎስ ንሽሓ ክትመሓዞ እቲ ዝበለጸ ክስታይ ሕጂ ከምዚ ስለዚ
እንታይ ክሓተካ ደልየ በረኻወይ ኣብታ ቪድዮ ከም ተኻታተልኩዋ ድምጺ ናይታ ጓል ኣንስተይቲ ከመይ እዩ ማለትሲ ከም ኣክት ድያ ትገብሮ ዋላ ንሳ ናይ ብሓቂ ባዕላ ትደርፎ? ብዙሕ ሰብ እንድዩ ተደርብሹ ምስጋና ብጣዕሚ እየ ድፈትዋ ምስጋና ሞጎስ ዓዲ ጓዕዳ ድያ እዛ ቆልዓ ታብኡ ተርኢ ደላ ግን ሽኮሪና ልክዕ መርዓት እያ ምክንያቱ ሰበይተይ ድመስሎ ነይሩ ሰብ ከምዚ ዝተመርዓኹዋ ሓቀኛ ቃል ኪዳን እዩ ድመስሎ ነይሩ እቲ ድምፂ ናታ ኣይኮነን ኣዝያ ኣዝያ ኣዝያ ብልፅቲ በዚ ጋጣሚ ከመስግና ኮኸብ ዮሃንስ ሕጂ ደጊያ ደላ ኮቦ ዮሃንስ እያ ደሪፋቶ ድምፂ ብዙሕ ደርፍታት ኣለዋ ኣብ በዓል ወግዕ መዛኑ በዓል ሓላው ምረኹር ትቕበለን ትደርፍ ምሳይ ገለገለ እሳ ኮኸብ ደራፊት ብጣዕሚ በቃ ፈትዋ ደራፊት ኮኸብ ዮሃንስ በዚ ኣጋጣሚ ምስጋና ክትከይድ ከላ ንዓይ ክገርመካ ክልቴና ደኣ ሽሙ ስለ ዝነበርና ኢና እምበር ክትከይድ ከላ ሓደ ቁሩብ ጸገም ነይርዋ እታ ቆልዓ። እንታይ? ናይ ፋይናንስ ጸገም ነይርዋ ንደገ ክትከይድ ከላ። ሕጂ ስሚት ተዓቀብ ሓደ ሰብ ክትከይድ ከላ ሕራይ ክበኪ እየ ምሳእ ብሓንሳብ ክሊብ ምስ ሰራሕና ገለገለስ ሕራይ ክበኪ እየ ገለገለ እንዳበልኩ ነፋሪት ምስ ተበገሰት ድያ ታክሲ ተሰቒላ ንደገ ክትከይድ ከላ ሞባይሉ ዓጽይዋ። ብጣዕሚ እያ ትስምዓኒ እዛ ኣስታይ ሽዑ ከምዚ ጋጢምኒ ምስ በለትኒ ኣብ ጎዳይፍ መፅኣ ኣነ ቁሩብ ቁራብ ዘይረብሓ ክስታይ በቃ ኣጆኺ ዝሓብቲ ገለ ኢለያ ሌላ ዕፅፈ ገይራ ከማን ሰዲዳትለይ ሳናይ ኮኸብ ዮሃንስ ሓብተይ ኢኺ ጥዕና ይስዓብኪ ከዓ ክብላ ደሊ ብሓቂ እወ ይግባኣ እዩ ብጣዕሚ በዚ ኣጋጣሚ ከማን ንሕና ውን ዓወት ንምነየላ ኣብ ሂወታ ከኣ ብጣዕሚ ብጣዕሚ።
ኣይ ሓወይ መጽዩ ክወስደኒ ኣሚነ መሪቕካ ፈንወኒ

እተምጽኦ ኣክት ናይቲ ደርፊ እሳ ኣይኮነትን እታ ደራፊት ኮኾብ የውሃንስ እያ ደሪፋታ ኢኻ ትብለኒ ዘለኻ። እወ እቲ ድምጺ ናይ ኮብ ዮሃንስ እዩ ብሙኡ እቲ ድምጺ ክጥዕም መዓት እዩ ርእዮ ኮብ ዮሃንስ ብተዓጻጻፍነት እያ ትደርፎ። እወ ምኽንያቱ ዋላ ኣነ ውን ክሪኣ ከለኹ ክሳብ ትደርፎ ዘላ ኮይኑ ይስማዓኒ ኔሩ ሕጂ ኮኾብ የውሃንስ ክትብለኒ ከለኻ እዩ ዝንጽረለይ ዘሎ ማለት እዩ ሕጂ ክቡራት ተኸታተልቲ ማራ ኢንተርተይንመንት ከምኡ ውን ኣብ ኩሉ ዓለም ተዘርጊሕኩም ትርከቡ ኤርትራውያን እዛ ሕቶ እዚኣ ዝተፈላለየ ኣጋጣሚታት ኣብ ዩቲብ ኣብ ፈይስቡክ ቀሪባ ብከምኡ ኣጋጣሚ ከኣ ካብቲ ቀንዲ ዋና ናይታ ደርፊ መልሲ ክንረክብ ዝፈተና እሞ ስለዚ ነታ ደርፊ እቲኣ ዝደረፈታ ብመሰረት ናይ ዝህበና ዘሎ በራኺ ኮኾብ የውሃንስ እቲ ድምጺ ናይ ኮኾብ የውሃንስ ምዃኑ ንጹር ኮይኑና ኣሎ ኣብዚ ዘተሃም ነገር የብልናን ከማያሰ እወ
ሳዱላይ ኣብ ሳዱላይ ኣላ ሳዱላይ ዮሃንስ እያ ኣብ ሳዱላይ ደርፍ ምሳይ እሳ እያ ኮብ ዮሃንስ ብንጹር ክፈልጥዋ ማለት እዩ እጅት ድምፂ ብጣዕሚ ዘመስግነካ ብሰብ ምዝካርካ ከማ ታንኪዩ ራይ ክብረት ሃበለይ ግን ምስ ናትካ ናይ ህይወትካ ውልቃዊ ህይወትካ ምትእስሳር ኣለዋ እታ ደርፊ መርዓት ምልሶት ዋላ ከመይ ማለት ሲ ሻሂ ክትሰቲ ከለና ገለ ዕሊልና ነርና ሓደ ዕሙቕ ዝበለ ዕላላት ኣልዒልካ ኔርካ እሞ ሕጂ ንክቡራት ተኸታተልትና ከኣ መታን ንጹርነት ክህሎ ከመይ ምትእስሳር ኔርዋ ድዩ ምስ ኣለዋ እንዶ ሕጂ እኮ ሓባራዊ ክስታይ ናይቲ ባህሊ ስለ ሓቆፈትና ክስታይ ንብል ዘለና እምበር እወ ኣነስ ከም ሰበይ ሓሊፈ ነቲ ተኣሽሙ ኣብ ሂወትካ ዝመፀት ስለ ዝመፀ እዩ ከምኡ ከጋጥም ትኽእል ወይ ክትስራሕ ክኢላ ወይ ፀቢቓ ክኢላ መርዓት ምሉሰት እቲ ኩሉ ኣብኡ ዘሎ ሓርጎፅጎፅ ወይ እቲ ኩሉ ኣብኡ ዘሎ መልእኽትታት ስለ ዘጋጠመኒ እዩ ከኣ ክሳይ ኮይኑ ኣነ ከም መንእሰይ ተመርዔ ስለ ዝሓለፍኩ ኣብ ሂወተይ እውን ኣጋጣሚ ነይሩ ማለት እዩ እጅግ ከምዚ እዩ ክስታይት መልእኽቲ
ሕራይ ብራኺ ገብረ መድህን ወዲ ሽሓ ዕላልና ብወገነይ ጽቡቕ ዝኾነ መብርሂታት ኢኻ ትህበን ዘሎ ንዓይ ውን መሲጥኒ ኣሎ ናይ ክቡራት ተኻታተልቲ ማራ ኢንተርተይንመንት ውን ተመሳሳሊ ይዓቢ ኩሉ ተስፋ ይገብር ኣብዛ መርዓት ምልሶት ግርማይ ወዲ ኢትዮጵያ ምስኡ ብምዃን ስቱድዮ ከም ዝጀመርካ ኢልካኒ ነርካኻ ስለዚ ምስ ግርማይ እንተዘይ ትጅመር ነርካሲ ኣብዚ ሕጂ ዘለኻዮ እዋን ኩነታት ደረጃ ናይዚ ምዕባለ ናይ ስነ ጥበብ ምበጻሕካዶ ከመይ ትርእዮ እስከ እወ ሕጂ ብሕልክስክስ እንታይ መሲልካ ብሕልክስክስ በጻሕኹ ዶ እኸውን ወይስ ገለገለ ምጎደለ እንዶ ክትብል ግን እቲ ዝዓበየ ሓይሊ ግርማይ ፋሲል ብጣዕሚ ፅቡቅ ገይርለይ ንዓይ ናይተን ክፍሊት ዝነበራ ደይኮና እሱ ኣብቲ መድረኽ ኣደይብኒ ንዓ ኣብዚ ዚንጎ እዚ እንታይ ክትገብር ኢኻ ክሳይ ትገብር ኣብዚ ኣይትውዓል ከተማ ክሳይ ትገብር ከተማ ውፃእ እቺ ኩሉ ክትሪኦ ኢኻ ገለ ኢልዎ ጅብቲ ስቱድዮታት ዘጋጥመና ነበረ ነግረካ ይክእል እንታይ ኢኻ እዞም ፋራታት ብምልኦም ጠርኒፍካዮም መፂኻ እዞም ፋራታት ካብ ዓዲ ዝመፁ ብምልኦም ኣኪብካዮም ገለገለ ብዙሕ ዘረባታት እዩ መፅኡ ሽዑ ምክንያቱ ባህሊ ሓቑናዮ ጥዑይ ገርና ኢና ሓቑናዮ ምሕቋን ተኣልባ ተሓቑና ተረዲኻኒ ሕጂ ከምኡ መፅኡ በዓል መዓረባ ገለገለ ነይሮም ግን በላሕቲ ነቲ ታእሽ ነቲ መድረኽ ዝመምዎ ነቲ መድረኽ ዝመዝግቦ ንዳሕራይሲ መድረኽ ይዛረብ እዩ ግዜ ይዛረብ እዩ ኩሉ ስንወሎ እቶም ሰባት ከምኡ ዝነበሩ ግን እንታይ እዮም ኮይኖም ተልካ ሰኒፎም ካብቲ ባህሊ ስለ ዝኣለናዮም ካብቲ ስራሕ ስለ ዘለኣለናዮም እዚ ዓይነት ሕቶ ወይ ከዓ እዚ ዓይነት ዘረባታት ከዝርቁ ተረኺቦም ሕጂ ብዙሕ ፈተናታት እዩ ነሩ ስቱድዮ ኣፍልጦ ኣይነበረናን እቶም ከፍልጡና ዝጎ ይነበሩ ተዓዊትና ኢና እሞ እንቋዕ ሓጎሰኩም ንብሎም እቶም ድቁና ዝሓሱ ነበሩ ከዓ ምስኦም ተዓዊትና ኢና እሞ ድሕሪ ሕጂ ከምኡ ትገብሩ ግን እንቋዕ ሓጎሰኩም ከም ተዓወትና ቃል ብሎ ጅስ ከምዚ ሓርጎፅቆፅ ነይሩ ወይ ኣብቲ ባሕሪ ስነ ጥበብ ሓርጎፅቆፅ እንተዘይልካ ግን ነዚ መድረኽ እዚ ክትረኽቦ ይትኽእል ኢኻ ኣነ ኣብ ኣስመራ እንታይ እየ ተመሲሐ ድውዕል ነይረ ሻይሲ ሓንቲ ሱፐር ቁሩብ እንታይ እንታይ ረኸበላ ነይረ ክልተ ለሚን ተበካ ሓንቲ ለሚን ኣይኮነት ኣብታ ሓንቲ ሻስ ክልተ ለሚን ኣነ ብለካ ኣለኹ ኣብ ቅድሚ ኣምላኽ እዚ ዝሓቂ እዩ ክልተ ለሚን ትህበኒ ነተን ክልተ ለሚን ኣብታ ሻሂ ጥብጠባ ቢለ ምስ ሰተኳ ተሻነ ሓፋስ እየ ዝገብራ ሽኮር ፍርቃ ሽኮር እየ ዝገብራ ካብቲ ዕንግለኒ ጥሜት መይተ ይብለካ ኣለኩ ሰለ ስለ ዘይነበረኒ ብዛዕቲ ነተን ለሚን ሰብ ካይረኣየን ንክልቲኤን ነተን ለሚን ኣብ ተሽኮር ጠመጠም ኣቢለ ምስ ቆርበተን ይውዕጠን እዚኣ ተመሲሐ ውዕል ነይረ ኣነ ንኣምላኽ ንፈጣሪ ኣነ በዝመ ኣጋጣሚ ብልቢ እየ ደመስግኖ ተመስገን እዚ መድረክ ዝበፅሐ በዚ ሳክታ ኮንኩን ኣነ ክስታይ ገረ ስነ ጥበብ ሳክታ ኮንኩን በፅሐ ክንደይ ሕቶ ምንባርን ዘይምንባር እየ ተሓቲተ ኣነ ክእለ ካብቲ ስራሕ ክንደይ ብዙሕ ነገራት እዩ ሓሊፈ መፅሐ ኩሉ ሰብ ከዓ ብኸም ፈልጥ እዩ ዋላ ጉጅለና ብፃዕርካ ኢኻ በፂሕካዮ እዚ መድረክ እዚ ይብሉና እዩ ሰብ ከምዚ ናተይ ከጋጥሞ ኣይደልን እያ ክሕግዞ እየ ንምእንቲ ከይጋጥሙ ከምኡ ከይጋጥሙ ኣነ ክሕግዞ እየ ነብሲ ወከፍ ስነ ጥበባዊ ኤርትራዊ ሓግዘን ድሕርኒ ብልቢ ክሕግዞ እየ ሕጂስ ከምዚ እዚ ኣስተዋፅኦ ናይ ግርማይ መጠንክሪ ናይ ግርማይ ግርማይ ፋሲል ብጣዕሚ ደመስግኖ ግርማይ ፋሲል ከዓ ክስታይ እዩ ምክንያቱ ኣብታ ገንዘብ ንተመሳሳሊ ኣቦይን ግርማይን ገንዘብ ክፋል ኣይፈትውን እዮም ናብ ኣዳ ቁሩብ ክስታይ ንኸውን ነርና ምበር ግርማይ ፋሲል ከብድኻ ክሳብ ከበሮ ትኸውን እዩ ዘምስሓካ ኣብታ ክፍሊት ክትከውን ከላ ፓፕሊክ ፓፕሊክ ዝበሃል ናይ ጎደናታት ተሪፎ እንዶ ኣሎ ንኹለን እየ በፂሐ ይብለካ ኣለኹ ሙሉ መዓልቲ ክድብለሉ ውዕል ነይረ ንግርማይ ኣብቲ ከፈፍል ኣቕርቡ ግርማይ ክሳይ ገብረ ነይሩ ግን እሱዩ ዝደረጃ ዝብፅሒኒ ግርማይ ናቱ ዝበለፀ ካብ ሕራይ ናይ ገሊኦም ዕጭ ናይ ግርማይ ትበልፅ ፈሊምካ ክትዕወት ስለ ዘለካ ኣብ ፈሊሙ ዝዕወተኒ ግርማይ ፋሲል ወዲ ኢትዮጵያ እዩ ዝጋጣሚ ከመስኩን ደሊ ብሓቂ በረኺ ገብረ መድህን ብሓፈሽኡ ኣብዛ መልሲ እዚኣ ዝሃብካኒ ከም ዝተረዳእኩዎ ኣዝዩ ለባም ዝኾነ ኣመላልሳ ኢኻ ኣረዲእኻኒ። ምኽንያቱሲ ብብዙሕ ነገራት ሕልኽላኻት ከም ዝሓለፍካ፣ ብዙሕ ተጸሚምካዮ ዝኸድካ ነገራት ነይሩ እሞ ኸኣ በቲ ሕማቕ ዝገበረካስ ብሕማቕ ዘይኮንካ ትምልሰሉ ዝተበገስካስ፣ ሰናይ ነገር ክትገብር ኢኻ ተበጊስካ እሞ እዚ ኸኣ ዓቕሊ ትሕትና ዝሓትት እዩ ብጣዕሚ በዚ ኣጋጣሚ ናይ ብሓቂ ከምዚ ዓይነት ሕልና ዘለዎ ከምዚ ዓይነት ልቦና ዝመልኦ ኣካይዳ ክትከይድ ከለኻ እዚ ንዓኻ እውን ዓብይ ክብሪ ዝህብ እዩ እሞ ምኽንያቱ ነቲ ሕማቕ ዝገበረካ ሕማቕ ደይኮንካ ክትድብሶስ ብሰናይ ደቢስካ ምስኡ ተመዓራሪኻ ናብ ሓደ ዕዉት ስራሕ ሓባራዊ ዝኾነ ክትከይድ ከለኻ እዚ እቲ ጸጋ ዝሃቦ ልቦና ዝመልኦ ሰብ እዩ እዚ እውን ባህልና እዩ ብሓቂ የመስግነካ ከምዚ ዓይነት ኣተሓሳስባ ክትገልጸለይ ከለኻ ብሓፈሽኡ።